ሰላም ተኸታተልቲ መደባት ፈንቅል ኤሪ ሜድያ ከመይ ትሓድሩ ንሎም ሓሙስ 16 ሓምለ ብቐዳማይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕደም ሰናይ ምክትታል! ክቡራት ተኸታተልቲ በቲ ቀዳማይ ንሪኦ ኣገዳሲ ዛዕባ ምስ እንፍልም ኢትዮጵያ ሓሚማ እሞ መድሃኒት ንድለየላ ዝብል ምትእኽኻብ ትማሊ ኣብ ኣዲስ ኣበባ ተጀሚሩ ይርከብ ኣሎ። እዚ ሰበስልጣን ስርዓት ብልጽግና ገለ ገለ ቁንጣሮ ወከልቲ ህዝብታት ኢትዮጵያ ዝተረኽብሉ ኣጋጣምን መድረኽን ዕሸል መራሒ ኢትዮጵያ ኣብይ ኣሕመድ ኣብ ክንዲ መድሃኒት ናይታ ሃገርን ነቲ ሃገር ዝበታትና ዘሎ ሓደጋታት ዝፍውስ መመሊሱ ነቲ ሃገር ካልእ ሓደጋታት ዘምጽእ ናባና ናብ ኤርትራውያንን ናብ ሃገርና ኤርትራ ጠልቃፍ ዝኾነ መልእኽትታት ከሕልፍ ተኻታቲልናዮን ተዓዚብናዮን። እዚ ዕሸል መራሒ ሕሉፍ ተሓሊፍዎ ንምስላ ትግርኛ ብምቕያር ውን ዓንገረር ክበል ተራእዩ ኣሎ። ነቲ ምስጢር ሓደ፣ ትሕቲ ምድሪ፣ ምስጢር ክልተ፣ ልዕሊ ምድሪ፣ ምስጢር ሰለስተ፣ ዘርኢ ምድሪ ድበሃል ምኽሪ ብምቕያር፣ ምኽሪ ሓደ፣ ትሕቲ ምድሪ፣ ምኽሪ ክልተ፣ ልዕሊ ምድሪ፣ ምኽሪ ሰለስተ ከኣ ዘርኢ ምድሪ ክብል እዩ ነቲ ምስጢር ዝብል ምኽሪ ብምቕያር ክዛረብ ተሰሚዑ ዘርከብ። ኩሉ ነገራት ዝተሓዋወሶ ግምጣል መራሒ ኢትዮጵያ ምኽርታት ክግምጥል ፍጹም ዘጸግሞ ኣይኮነን። እዛ ቪድዮ ናባኹም ከብላ እየ። ንከታተላ። ትግራይ
አንድ ትልቅ አባባል አለ ምክሪ ሀደ ትህት ምድሪ ምክሪ ክልተ ልእሊ ምድሪ ምክሪ ሰለስተ ዘሪእ ምድሪ ይላል ትግራይ።

ኩቡራት ተኻታተልቲ እዚ ዕሸል መራሒ ብኸምዚ ዓይነት መንገዲ እዩ ንነብሱ ተገምጢሉ ምስላታት ክግምጥል ተራእዩ ዝርከብ ዘሎ እቲ ዘሐዝን ጉዳይ ናይ ኢትዮጵያ መድሃኒት ክረኽቡ ዝተኣኻኸቡ ህዝቢ ከጣቕዑ ምርኣዮም እዩ ዕሸል መራሒ ኢትዮጵያ ኣብይ ኣሕመድ ናብ ሃገርና ኤርትራ ከምኡውን ምስ ባድመ ተታሒዙ የሕሊፍዎ ዘርከብ ዘሎ ሓጺር መልእኽታት ውን እዛ ቪድዮ ናባኹም ከብላ እየ ደጊመ ንከታተላ። ያልተቋረጠ የጠላትነት ስሜት ያላቸው አገራት አሉ። የኢትዮጵያን ታሪክ ከጉንደት እስከ ጉራ፣ ከአድዋ እስከ ማይጮ፣ ከካራ ማራ እስከ ባድመ፣
ኩቡራት ተኸታተልቲ እዚ ኩነታት ከምዚ ክንከታተሎን ክንዕዘቦን ዝጸናሕናዩ ኣብ ኢትዬጵያ ዘዝመቱ ስርዓታት ኣብ ኣጋ ዕርቦቶምን ጥፍኣቶምን ንሃገርና ኤርትራ ዝምልከት ከምዚ ዓይነት ዕቡድ መልእኽታት የሕልፉ እዮም፣ እቲ ዘሕልፎ ዕቡድ መልእኽታት ግን ከድሕኖም ተራእዩ ዝፈልጥ ኣይኮነን። ኣብ ኢትዮጵያ ዘዝመጸ ስርዓት መንበሩ ነቕነቕ ክብል እንከሎ ኤርትራ ኤርትራ እናበለ ካብ ጸገማቱ ክሃድም እዩ ዝፍትን። ንጸገማቱ መሊሱ ጸገም ክውስኽ እምበር ኣብታ ሃገር መፍትሒታት ተረኺብዎ ኣይፈልጥን'ዩ። እዚ ዕሸል መራሕ ውን ከምቶም ዝሓለፉ ስርዓታት ኢትዮጵያ ብተመሳሳልን ልክዕን ከም ናይ ደርግ ዝነበረ መንጉስቱ ሃይለማርያም ዝጠፍኣሉ እዋንን ሰዓትን ዝኣኸለ ይመስል እቲ ምልክታት ኣብ ባይታ ንከታተሎን ንዕዘቦን ክሳብ ዝሃለና ስርዓታት ኢትዮጵያ ናባና ናብ ኤርትራውያን ኩሉ ፈተነታት ኣካይዶም እዮም እዚ ዕሸል መራሕ ውን ዘይፈንቀሎ እምንን ዘየካየዶ ፈተነታትን የለን ሕጂ ኣብ ናይ መወዳእታ ሰዓታት ምስ በጽሐ፣ ህዝብታት ናይታ ሃገርን ሰብ ስልጣን ናይታ ሃገርን ኣኪብካ፣ ኢትዮጵያ ሓሚማ ኣላ እሞ እንታይ መድሃኒታ ነድልየላ እናበልካ ህዝባ ኣኪብካ መመሊስካ ነታ ሃገር ዘሕምም ሕማማት ምውሳኽ ካልእ ናይታ ሃገር ዘሕዝን ተርእዮታትዮ። ነዚ ዕሸል ምራሒ ምላሽ ኣለና ናይ ጀነራል ስብሓት ኤፍሬም።
መወዳእታ እታ ኢትዮጵያ እንታይ እያ ክትከውን? ብዛዕባ እንታይ ኢኹም ትዛረቡ ዘለኹም? ኢትዮጵያ ኣብ ዓባያ እሞ ንዓኣ መሪሕዋ ዝኸይድ ዘሎ ባቡር ፉፍ እንዳበለ ወያነ እዩ ነይሩ። እዚ ካብ ደደቢት ዝተበገሰ ወያነ እዩ። ኣብ መወዳእታ እዚ ወያነ እዚ ኣይከኣለን ክኸይድ። እቲ ሓደ ናብዚ ከይዱ፣ እቲ ሓደ ናብዚ ከይዱ። ሕጂ ወያነ ከመይ ጌርኩም ኢኹም ክትርእይዎ ትኽእሉ? ከም ሓደ ሕሙም ኣብ ሆስፒታል ደኣተወ እሞ በዚ ኦክስጅን በዚ ከኣ ኢንፊዥን ጌሮምሉ ደለዉ በዚ ኦክስጅን ኣሎ በዚ ከኣ ኢንፊዥን ካልእ የብሉን ከምኡ ጌርኩም ተሪኢኹሞ ንዓኹም ዝሓሸ መረዳእታ ክትሕዙ ትኽእሉ ማለት እዩ ንኤርትራ ከ እንታይ ባዚ እንድሕር ኢልና ኤርትራ ከ ከም ብሓድሽ ህዝቢ መንግስቲ ሰራዊት ዝበሃል ዘሎ ተዘራሪጉ ዝጸንሐ በዚ ውግእ እዚ ተሃዊኹ ዝጸንሐ ቀስ ብቐስ እናተኣከበ ክመጽእ እዩ ከምቲ ናይ ቀደም ጥራሕ ጀክበና ካብኡ ዝሓየለ ዝኾነ መከራ ዘራሪግካ ድሓር ከኣ መወዳእታ ዝሓየለ ዓቕሚ ህበካ ካብቲ ናይ ቀደም ዝሓየለ ከኣ ይድበካ ካብኡ እተሓተ ኣይኮነን ድበካ ቀደም ንኢትዮጵያ ጥራሕ እንድሕር ኮይና ንቃለሳ ነርና ሎሚ በዚ ሱዳን ጠባይ ገይራ ኣላ በዚ የመን ጠባይ ገይራ ኣላ እዛ ኢትዮጵያ እዚኣ ከኣ ጸቢቓ ጠባይ ክትገብር እያ እምበር መን ይደልዮሞ ነዚ መን ይደልዮ መን ይደልዮ ኣብዚ ከባቢኻስ ኩሎም ክፈርሑኻ መን ይደልዮ ተኸባቢርካ ክትነብር ዩ ከባቢኻ ፅቡቕ እንድሕር ደፊኦምኻ ኩነታት ባዕልኻ ዲሽ ትድልዮሞ ደፊኦምኻ ደፊኦምኻ ግን ኣብ መወዳእታ የመን ምስ ኤርትራ ድበሃል ኣይድልየናን ዩ ጥራሕት ዩ ዝረኸበት ረኺባታ እያ እዛ ሱዳን እዚኣ እዛ ድረኣኹማ እያ ንድሕር ጸጊሞዋስ ኣብ ኤርትራ ኣላ ኩሉ ሰ ደይጠቅም ቤት ፍርዲ ፀዊዓትካ ንዓይ ሎሞ ሸበትበት ናበልካ ኤርትራ ካ ትመፅእ ከመይ ተገበርና ሕሸና እንታይ ትኾነ ሕሸና እንታይ ድኣ እሞ ኢትዮጵያ ክትቅበል ኣይትኽእል ናይ ኢትዮጵያ ኣሜሪካ ከምዚ ቤት ፍርዲ ድለ ኣሎ እንዳተባሃለ ነዚ ከመይ ጌራ ክትቅበሎ መን እያ ቀዳመይቲ ሃገር ክትቅበል ትኽእል ነዚ በሃል ንሕና ኣሕዋትና እንዲዮም ተግባሮም ኢና ንጸልኦ እምበር እዚኦም ኣሕዋትና እንዲዮም ኣብ ሕዋቕ ኣብ ሕማቕ ዘመን ናትና ኣብ ኣዝዩ ሕማቕ ዝነበርናሉ እዋን ንሕና ሱዳን እያ ተቐቢላትና ኣሕዋትና ሕቂፋ ኣዴታትና ሕቂፋ ዓበይቲ ናትና ዝሰንከሉ ዝደኸሙ ሐቂፋ ኣብ መወዳእታ ከኣ ኤሮጳ ከይደ ዝብል ኣሜሪካ ከይደ ዝብል ሳላ ሱዳን ይኸይዱ እምበር ኢትዮጵያ ኣኪቦም ከጥፍኡና ጥራሕ እዮም ሓሲቦም ከምቲ ተዛረብናሉ ዓፋኝ ጓን ኣብጺካ ሰብ እንዳረሸንካ ነቲ ህዝቢ ምቕታል እዩ ሱዳን ከ ሱዳን ከኣ ብዓብዩ ንህዝቢ ኤርትራ ተቐቢሉ መዕቆቢ ሂቡ እሞ ወዳእታኻ ካብ ሱዳን ይሰብ ነናብ ድላይ በጺሑ ንሕና እዚ ክንርስዖ ኣይንኽእልን ኢና። ነዚ እንድሕር ረሲዕናስ ነብስና ከም ዝረሳዕና እዩ።
ኩቡራት ተኻታተልቲ ኩቡር ኣያና ጀነራል ስብሓት ኤፍሬም እዚ ዝተዛረቦ ኣብ ዓመተ ክልተ ሽሕን ትሽዓተን እዩ ነይሩ ድሕሪ ዓሰርተ ሸውዓተ ዓመታት እቲ ብማዕዶ ዝረኣዮ ትምኒት ኣብ ኢትዮጵያ ክፍጸም ንከታተሎ ኣለና ታዓርብን ትፋራኸሽን ዘላ ኢትዮጵያ ብምትእኽኻብ ስርዓት ብልጽግናን ሰበስልጣን ናይታ ሃገርን ሕማማ ክፍወስ ዝኽእል ኣይኮነን ምኽንያቱ እዛ ሃገር ኣቐዲማ ክትፍወስ ኔርዋ ዩ መድሃኒታ ውን ካብ ሰበስልጣን መንግስቲ ኤርትራን መንግስቲ ኤርትራ ባዕቢኡ ነዛ ሃገር ተዋሂብዋ ክትጥቀመሉ ይካለትን ሕጂ ኢንፊዥን ምስ ተተኽለካ ናብዝን ናብትን ዝግበር ምዕልባት ንሞትካ ምቅልጣፍ ጥራይዮ። ክቡራት ተኻታተልቲ ናብቲ ካልኣይ ንሪኦ ዛዕባ ምስ እንሰግር ኣምባሳደር ኣሜሪካ ኤቭሪን ማሲንጋ ትማሊ ናብ ክልል ትግራይ ከተማ መቐለ ብምቕናዕ ንደብረፅዮን ገብረሚካኤል ክረኽቦ ዘካየዶ ፈተነታት ክዕወት ከምዘይከኣለ ምስ ኣማኒኤል ኣሰፋን ከምኡውን ኣምባሳደር ኣዲስ ኣለም ባሌማ ርክባት ኣካይዲዮ ናብ ከተማ ኣዲስ ኣበባ ክምለስ ክኢሉ። ኣምባሳደር ኤርቪን ማሲንጋ እቲ ኣብ ትግራይ ዘካየዶ ናይ ስራሕ ምብጻሕ ከምቲ ዝሓሰቦ ከምዘይኮነ ቅንይ ኢሉ ናብ ክልል ትግራይ ክምለስ ምዃኑ'ውን ኣብ መልእኽታቱ ሓቢሩ ነይሩ። እዚ ኣምባሳደር ታደሰ ወረደ ንምርካብ ዘካየዶ ፈተነታት'ውን ክዕወት ከምዘይከኣለ ምስቲ ኣምባሳድርን ምስቲ ኤምባስን ቅርበት ዘለዎም ወገናት ሓደ ካብቲ ኣብ ማሕበራዊ መራኸቢታት ዝዝርግሕዎ ዘለዉ ጽንጽንታን ሓበሬታን እዩ። እቲ ቀንዲ ኣዘራራቢ ኮይኑ ዘረከብ ዘሎ ዓቢ ዛዕባ፣ ደብረጽዮን ገብረሚካኤል ነዚ ኣምባሳደር ክረኽቦ ዘይምኽኣሉ እዩ። ገለ ገለ ወገናት ኣብ ማሕበራዊ መራኸቢታት ብፍላይ ከኣ ተወለድቲ ክልል ትግራይ ምስ ስርዓት ብልጽግና ተዓሲቦም ዝሰርሑ፣ ደብረጽዮን ገብረሚካኤል ነዚ ኣምባሳደር ክረኽቦ ዘይከኣለ ኣብ ከተማ ኣስመራ ስለ ዘሎን ምስ ሰበስልጣን መንግስቲ ኤርትራ ኣብ ዓዲ ሃሎን ከተማ ኣስመራን ርክባት የካይድ ኣሎ ዝብል ሓደ ካብቲ ዘዘርግሕዎ ዘለዉ ሓበሬታታት እዩ። እዚ ዝዝርጋሕ ዘሎ ከምዚ ዓይነት ቤላቤለውን ሓበሬታን ነቲ ኣብ መንጎ ስርዓት ብልጽግናን ክልል ትግራይን ተኸሲቱ ዝርከብ ዘሎ ሓደገኛ ኩነታት ንምግዳድ ተባሂሉ ዝዝርጋሕ ዘሎ ምዃኑ ካብ ክልል ትግራይ ምላሽ ይወጽእ ኣሎ። ኮራኩር ስርዓት ብልጽግና ብተመሳሳሊ ኣብ ገጻት ትዊተር ከምኡ'ውን ዩትዩብ ደብረጽዮን ገብረሚካኤል ነቲ ኣምባሳደር ከይረኽቦ ብምባል ናብ ከተማ ኣስመራ ብምቕናዕ ምስ ሰበስልጣን መንግስቲ ኤርትራ ርክባት የካይድ ኣሎ። ደብረጽዮን ሕጂ ጥራይ ዘይኮነ ኣብ ዝተፈላለዩ ኣጋጣሚታት ናብ ከተማ ኣስመራ ናይ ስራሕ ምብጻሕ ብምክያድ ምስ ሰብስልጣን መንግስቲ ኤርትራን ወተሃደራውያን ኣዘዝትን ርክባት የካይድ'ዩ ዝብል ካልእ ተወሳኺ ነዚ ነገራት ዘጋድድ ሓበሬታታት የውጽእ ኣሎ። ኣምባሳደር ኤቭሪን ማሲንጋ ናብ ትግራይ ብዙሕ ግዜ ተመላሊሱ፣ ነቲ ኣብ መንጎ ክልቲኦም ኣካላት ዝተገብረ ስምምዓት ፕሪቶርያ ግን ኣብ ባይታ ከተግብሮ ኣይከኣለን። ህወሓት ብተደጋጋሚ ኣብዚ ቅንያት ከምዘፍለጦ ስምምዕ ፕሪቶርያ ሞይቱን ተቐቢሩን እዩ፣ ድሕሪ ደጊም ስምምዕ ፕሪቶርያ ኣሎ ኢልና ምስ ስርዓት ብልፅግና ኣብ ሓደ ጣውላ ኮፍ ኢልና ኣይንዘራረብን፣ ስምምዕ ፕሪቶርያ ብሰንኪ ስርዓት ብልፅግና ተበቲኑ እዩ ክብል ኣፍሊጡ ነይሩ እዩ። ህወሓት እታ እንኮ መንገዲ ንክልል ትግራይን ንህዝቢ ትግራይን ዝድሕኑላ ሒዘያ ይኸይድ ኣለኹ ምስ ስርዓት ብልፅግናን ምስቲ ዝሞተ ዝበሎ ዕሸል መራሒ ናይታ ሃገርን ኣብ ትሕቲ ዝኾነ ይኹን ኩነታት ርክባትን ዘርባትን ከምዘየካይድ ሓደ ካብቲ ነቓፅ መርገፂታት እዩ። ኣምባሳደር ኣሜሪካ ካብ መቐለ ናብ ኣዲስ ኣበባ ዝገብሮ ምምልላስ ናይ ማሕበራዊ መራኸቢታት ሃልኪ ካብ ምዃን ሓሊፉ ኣብ ባይታ ክወልዶ ዝኽእል ምቅያራትን መፍትሕን ፍጹም ክኸውን ዝኽእል ኣይኮነን። ኩቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየዮ ዝነበርኩ ክልተ ዜናታት ቀዳማይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ መዓልቲ ደቂ ረይ።